እዚ ሕጂ ንመን እየ ዝነግር ሕራይ እንታይ ክገብሮ ንመን ክህቦ ብኸመይ ክዝርግሖ መን እቕበለኒ መን ሰሚዑ መን ኣምነኒ ከይፈለጥክዎ ብኻ ተሪፈ ኣይብልን እንቋዕ ፈለጥክዎ ግን እንታይ ፋይዳ ኣለዎ ኣኺሉኒ ንበይነይ ሒዘዮ ምሟተይ እዩ። ኣነ ጥራይ ፈሊጠዮ ክመውት ኣይውዕሎን ኣይውዕሎን።
ይጭድር ይበኪ ጸጉሩ ይነጺ ሃንደበት ድማ ርጉእ መሲሉ ጠጠው ይብል እሞ ፍዝዝ ኢሉ ይተርፍ ሒደት ምስ ገዛእ ርእሱ ኣጉረምሪሙ እንደገና ብፍጥነት ይጎዪ። ናበይ ክበጽሕ ይጎዪ ከም ዘሎ ዘይምፍላጡ ምስ ተረደ ድማ መሊሱ ጠጠው ይብል እሞ ንብዙሪኡ የቋምት። ብድሕሪኡ ጁባታቱን ብዙርያ ቁልፉ ዘሎ ማዕጥቖን ይድህስስ። ግርም ግርም ምሳይ ዘሎ ኣይጠፍእን ኣይክጠፍእን እዩ ከኣዩ ሕጂ እውን መሊሱ ኣፍ ልቡ ይደስስ ገጹ በእዳዉ ዳህሲሱ
ግርም ኣለኹ ብህይወት ኣለኹ ኣይሞትኩን ኣይደቀስኩን ኣብ ሕልሚ እውን ኣይኮንኩን ዘለኹ ከምኡ እውን ኣይዓበድኩን ጥዑ እየ ግን ግን እንታይ ክገብር ስለምንታይ ክኸረጋጋእ ዘይከኣልኩ ስለምንታይ ስለምንታይ
ስቕ ስቕ ስቕ ኢሉ ይበኪ ንብዓቱ በተን ዝረስሓ ልምሉማት ኣእዳዉ ደራሪዙ ኣብታ ቈይምላ ዘሎ ብፍጹም ተስፋ ምቝራጽ ተዋሒጡ ብዝግታ ኣብቲ መሬት ኮፍ ይብል። ብዙሕ ከይጸንሐ ከም ዝሰምበደ ኮይኑ ይትንስእ እሞ ነቲ መልሲ ኣልቦ ዝኾነ ተደጋጋሚ ሕቶታት ይሓትት። ብርግጽ ንመን ይሓትት ከም ዘሎ እኳ እንተዘይፈለጠ ግን ይሓትት። ብጃኺ ብጃኺ ኢትዮጵያ ብጃኺ እዚ ነገር እዚ ይቃላሕ እሞ ንዓኽን ንደቅኽን ዘድሕን ይኹን። በጃኺ በጃኺ ርደኒ። መልሲ የለን። ንሱ ግን ይቕጽል። በጃኺ
በጃኺ ብውሕዱ ህዝቢ ክፍለጦ ዘይተርፍ ነገር እኳ እንተኾነ ብውሕዱ ህዝቢ ክፍለጦ እሞ ነናይ ገዛእ ርእሱ መትከል ሓዝ በጃኺ በጃኺ ኢትዮጵያ ተለመኒ ንስኺ እኮ ክትጠፍኢ ንሕና እሞ ካብ ንጠፍእ ሓያሎ ጌርና ኣለና እዚ ኾነት ግን ኣጠፋፍኣኺ ብውሕዱ ደቂ ይፍለጥዎ በጃኺ ሕራይ ሕራይ ሕራይ በቃ በቃ ኣምላኸ ይስምዓኒ እዚ ነገር እዚ ክወፅእን ክፍለጥን ክረአን ኣለዎ ኩሉ ነገር ዝተኣዘዘ ብኣኻ እኳ እንተኾነ እዚ ነገር እዚ ብህዝቢ ኢትዮጵያ እንተተፈልጠ ሽግር ኣለዎ ኢለ ኣይሓስብን ስለዚ ተለመነኒ ክልምነካ በጃኻ ብገለ ሜላ ብወግዒ ይቃላሕ ከምኡ ክኸውን እንተዘይተደልዩ ስለምንታይ ኣብ ኢደይ ክኣቱ ኸኣለ በጃኻ በጃኻ ነዚ ሓቂ ሒዘ ክመውት ኣይደልን ምእንትኡ ኩሉ ነገረይ እኩየ ስኢነ ህይወተይ ናብራይ ሃብተይ ተስፋይ ፅናሕ ፅናሕ ኣነ ኣነ ኣነ ብልዑል ኣውያት እናተንቀሳቐሰ ምብካይ ቀጸለ። ኣብይ ከም ዝሓደረ ይዝክርን ጥራይ ኣብ እንከሎ ጎቦ ኮይኑ ሒደት ኣብ ዘዕረፈሉ ሓደ ጸግዒ ገዛእ ርእሱ ከም ዝረኸባን ኣጸቢቑ ከይወግሐን ምትንስኡን እናሓታተተ ምስጓም ከም ዝጀመረን ይዝክር። ብኽያቱ ከየቋረጸ ንብዙሪኡ የማነ ጸጋም ምስ ኣቋመተ ከባቢ ኣራት ኪሎ ከም ዘሎ ተረድኣ። ሰዓቱ እኳ እንተዘይሓዘ ብግምት ንግሆ ሰዓት ትሽዓተ ክኸውን ከም ዝኽእል ገመተ። ብኽያቱ ኣቋሪጹ ብትካዘ ተዋሕጠ። ኣብ ኩርናዕ ናይቲ ቀንዲ ጎደና ኮፍ ኢሉ ከም ዘሎ ምስ ኣስተውዓለ እውን ብፍጥነት ተንሲኡ ናብ ሓደ ሓጹር ብምኻድ ተጸጊዑ ኩርም ኢሉ ኮፍ በለ። ብኽያቱ እውን ቀጸለ። እንታይ ክገብሮ ንመን ክህቦ ንመን ክኣምን? ንመን ኢኸ ዝደሊ? ንናይ ቤተ ክህነት ሰባትዶ ክህቦም? ንሲኖዶስ? ንማኅበረ ቅዱሳን? ነቲ ጳጳስ? ውይ ወይ ዕብዳን! ሕሉፍ ሓሊፉስ ከኣ ነቶም ቀንዲ ይዓብድ ኣለኹ። ዓቢደ ክህሉ ኣለኒ ንቴሌቪዥን ኢትዮጵያ ዶ ደፊርኹም? እቲ ቁኑዕ ኣማራፂ ዘይብሉ ውሳነ ንሱ እዩ ነይሩ ግን ንሶም ኣቃልዕዎ ዶ ኣይገብርዎን ሓንሳብ ከይጸንሑ'ዮም ብሚልዮን ዶላር ዝሸጥዎ። እንተቃልሕዎ እውን ንጽባሒቱ ወይ ኣነ እሞ ንመን ክህብ ብቐጥታ ዶ ከይደ ነቲ ናይ ድሕነት ሚኒስተር ክህቦ፣ ንሳቶምከ ተቐቢሎም ምኽሓድ ጥራይ ዘይኮነ ንዓይ እውን ክቐትሉኒ እዮም። ሕራይ ንናይ ብሕቲ ጋዜጣታትን መጽሔታትን እውይ እዚ ኸ ከመይ ገይሩ ክኸውን ባ ንፈነወ ሬድዮ ኸ ኣይከውንዩ ምናልባት ንማሕበረሰብ ዩኒቨርሲቲ ሕሉፍ ሓሊፉስ ንዕኦም ብቐጥታ ነቲ ጉዳይ ከረድኦም ምስ ጀመርኩ ብዘይ ዝኾነ ምውልዋል ንዕብዳነይ ወግዓውነት ሂቦም ክሰጉን እዮም እሞ እንታይ ክገብር እኽእል ኣባጺሐዶ ከም ናይ ሓበሬታ ወረቐት ንህዝቢ ክብትኖ? ብውሕዱ ሓደ ርድኢት ዘለዎ ሰብ ይረክብ ይኸውን። ሽዑ ሽዑ ንምዃኑ በየናይ ገንዘብ እየ ከምኡ ክገብር ዝኽእል? ሙሉእ ዕድመይ ዝኣከብክዎ ፍርቂ ሚልዮን ዶላር ተዘሚተ ኣለኹ። ዝበልዖ ከብየ ሃልዩኒ። ወይ ኣነ ሞት ረስዓኒ ረሲዐዮ ወይ ኣነ ከምዚ ዘለኽዎ ብጥሜት እንተመትኩኸ ይዳኸም እኮ ዘለኹ
ስድስት ኪሎ ስድስት ኪሎ ፈረንሳይ ፈረንሳይ ስድስት ኪሎ ክልተ ሰብ ሓፍተይ ተኸደዲኺ ፈረንሳይ ስድስት ኪሎ
ሓደ ናይ ታክሲ ፎቶሪኖ ኣብ ጥቑ ኮይኑ ይጭድረሉ ኣሎ ኣቐርቂሩ ይበክ ነበረ እሞ ምጭዳሩ ገዲፉ ቅንዕ ኢሉ ረኣዮ
እየ ሓወይ ናበይኻ
ኣወል ሓደ
ምናልባት ናይ ትራንስፖርት ሲኢካ እንተኾንካ ከፋንወካ ኢለ እየ።
የቐኔለይ መገዲ ህይወት እዩ ጠፊኡኒ ዘሎ።
እምባዕ መገዲ ህይወት ደኣ እሞ ገና ዘይተነድቀ
ተነዲቑሎ ወይ ትምንዳቕ ጀሚሩሎ ኣይትሰምዕን ዲኻ?
በሎ ኣትርር ኣቢሉ።
ስድስት ኪሎ ፈረንሳይ ክትመልእ ዝቐረበት ስማዕ እባ ዝሓወይ ከም ዝተነድቀን መንዳቕ ጀሚሩ ከም ዘሎ እንተፈሊጥካ እሞ እቲ መገዲ ህይወት ክጠፍኣካ ኣይክእልን እዩ ንኻልኦት ከማን ከተርኢ ትኽእል ኢኻ ማለት እዩ ውሰደኒ ከይብለካ ኣብ ስራሕ እየ ዘለኹ ግን ልክዕ ኣለኻ መገዲ ህይወት ኣሎ ከማን ብናጻ ስድስት ኪሎ ፈረንሳይ ክትመልእ ዝቐረበት ስድስት ኪሎ
ብጣዕሚ መስተውዓሊ ወዲ ትመስል ብጣዕሚ መስተውዓሊ ወዲ ትመስል ዝኾነ ኾይኑ ክትረድኣኒ ስለ ዝሓሰብካ ጥራይ ዘይኮነ ቀሪበካ ሽግረይ ስለ ዝሓተትካኒ ኣዝየ ዘመስግነካ ግን ኣዝየ ጠምየ ኣለኹ በጃኻ ባኒ ክትገዝኣለይ ትኽእል
ያው ከመይ ደኣ ምርድዳእ ባህልና እዩ ኣብ ርእሲኡ እውን ብምቾት ትነብር ከም ዝነበርካ ጸቢቕካ ኢኻ ትፍለጥ በጃኻ ጆኻ ንዕቁብ ኢለ ካብ ዝቐመጥክዎ ናይ ትማሊ ጆርናተይ ነኬ እሞ ክህበካ
ኢሉ ካብታ ዳሕረወይቲ ጁባ ናይታ ዝረስዐት ጅንስ ስሪኡ ብምንዋሕ ዕድመ ክጅላዕ ዝጀመረት ፖርተፊልዮ ኣውጺኡ ጥቕላል ዓሰርተ ብር ሂቡ
ኣጆኻ ብራዘር ንቕሕ በል
ብማለት ናብ መኪንኡ ነጢሩ ኣትዩ ተሰናበቶ።
እግዚኣብሔር ይሃብካ ብጣዕሚ እየ ዘመስግነካ ብጣዕሚ
ብማለት ንብዓት እናሕነቐነቐ ብሓደ ኢዱ ነቲ ዓሰርተ ብር ጨቢጡ በታ ካልእ ኢዱ ድማ ቻው ንምባል የእዳዉ ኣንበልበለሉ። ምእማን ሰኣነ። ካብ ሓደ ፈቶሪኖ ዘይትጽበዮ ነገር ምዃኑ ሓሲቡ'ውን ተገረመ።